እምበኣር ከምቲ ኣቐድም ኣቢለ ዝነገርኩ ሎማዓንቲ ከዓ ንኹልና ከዕብየልናን ከነቓቕሓናን ኣብ ሂወትና ገለ ነገር ክተርፍ ይኽእል እዩ ከትርፍ ይኽእል እዩ ዝበልኩ ኣርእስቲ ሒዘልኩ መፅእ ኣለኹ እዚ ናይ ሎማዓንቲ ኣርእስትና ኣብ ሂወትና ዓቢ ለውጢ ከምፅእ ዝኽእል ብትኽክል ድሕር ተጠቂምናሉ ብትኽክል ድሕር ተገልጊልናሉ ሂወትና ክልውጠልና ዝኽእል ኣርእስቲ እዩ ንዓ ሂወተይ ለዊጥዎ እዩ ብዙሓት ሰባት እዚ ምስጢር እዚ ምስ ተረድኡ እዚ ምስጢር እዚ ምስ ፈለጡ ከዓ ህይወቶም ቀይሮም እዮም ሪኢኹም ሰባት እዚ ምስጢር እዚ ስለ ዘይተረድኡ ካብ ውሽጢ ንደገ ክነብሩ ዝግብኦም ካብ ደገ ንውሽጢ እዩ መብዛሕትኡ ሰባት ዝነብር ኣብ ኣከባቢኡ ዘሎ ነገራት እቲ ኣብ ከባቢኡ ዝረኽቦ ነገራት ብኡ ፅልዋ እንዳሓደሮም ብኦም ተመሪሑ ክነብር ኢና ንሪኦም ሪኢኹም ሓሙሽተ ናይ ስምዒት ህዋሳት ኣለውና እዞም ሓሙሽተ ስምዒት ናይ ህዋሳት ሓሙሽተ ስምዒት ህዋሳት ዝተዋሃቡና ነገራት ክንምርምረሉ ኣብ ከባቢና ዘለዉ ነገራት ክንፈልጥ ክንምርምር ናብ ጥቕምና ናብ ረብሓና ንኸነውዕሎም እንታይ ምዃኖም ክንፈልጠሎም ዝተዋሃበና ደኣ እምበር ብኦኦም ክንነብር ዝተዋህቡና መሳርሒ ኣይኮኑን ብኣንጻሩ ካልኦት ሽዱሽተ ናይ ኣእምሮ መሳርሒታት ኣለውና እዞም ሽዱሽተ ናይ ኣእምሮ መሳርሒታት ብትኽክል ከመይ ጌርና ከም ንግልገለሎም እንታይ እንታይ ምዃኖም ብትኽክል እንድሕር ተረዲእና ህይወትና ቶታሊ እዩ ዝቕየር ምክንያቱ ሪኢኹም ንሕና ደቂ ሰባት ኢና ብኣምሳል ፈጣሪ ዝተፈጠርና ደቂ ሰባት ኢና ፈጣሪ ከዓ ኣብ ህይወት ዘመንና ሙሉ ክንጥቀመሉ ካብ ንኽእል ኣዝዩ ብሉፅ ዝኾነ መሳርሒ ይብና ኣሎ እቲ መሳርሕቲ ኣእምሮና እዩ ሰባት በቲ ደጋኣዊ ነገራት ጥራይና ነስተውዕለሉ ነቲ ዝረአ ዝትንከፍ ክንድህስሶ ንኽእል ብኡ ጥራይና ነስተውዕል እንተኾነ ግን ንሕና ኣካላዊ ጥራይ ኣይኮንና መንፈሳውን ኣእምሮኣውን ኣካል እውን ኣለና። እዞም ነገራት እዚኦም ስለ ዘይረኣዩ ግን ሰባት ብዙሕ ግዜ ኣያስተውዕሉሎምን እዮም። ሪኹም እዞም ሽዱሽተ ዝበልኩኹም ናይ ኣእምሮ መሳርሒ እንታይ ምዃኑ ብትኽክል ዝተረድአ ብትኽክል ዝፈለጦም ግን እሞ ከዓ ብኦም ተጠቂሙ ክነብር ዝጀመረ ግን ነፍሶም ኮይኖም ዓለም ለዊጦም ኣሎ ከምዞም ሓሙሽተ ናይ ስምዒት ህዋሳትና ንሕና ስለ ዝተሸወድና ብኦም ክንነብር ጀሚርና ሓደ ሰባት ሓደ ሰብ ንምንታይ ገዛ ዘይትገዝእ ኢልካ እንድሕር ሓቲትካዮ ገንዘብ ስለ ዘይብለይ እዩ ዝሓስብ ወይ ከዓ ገዛ ክገዝእ ክሓስብ ከሎ መጀመርያ ኣብ ኣእምሮ ዝመፆ ነገር እንድሕር ሃልዩ ኣብ ባንክ ኣካውንት ዘሎ ገንዘብ እዩ ወይ ከዓ ዝኾነ ነገር ክገብር ክሓስብ ከሎ መጀመርያ ኣብ ኣእምሮ ዝመፅእ ብደገኣዊ ነገራት እዩ ክንደይ ሰብ ስድራ ይሕግዙኒ ዶ ኾኑ ሰብ ፈልጥ ዴ እሞ ስራሕ ደይብለይ እሞ ኣብ ባንከይ እኹል ገንዘብ ዘየለ እንዳበለ እዩ ዝሓስብ ሪኹም እቶም ሰብ ምዃን ፍሉይ ዝገብሮ ነገር ነገራት ንሕና ንፈጥሮም ደኣ እምበር ነገራት ንዓና ፅልዋ ክሕድሩና ኣይግባእን እዩ እዚ እቲ ፍሉይ ዝገብረና ነዚ ክንግልገለሉ ንኽእል ዓለም ክንልውጠሉ ንኽእል ህይወትና ክንልውጠሉ ንኽእል ከዓ እቲ ዝበለፀ መሳርሒ ከዓ ፈጣሪ ሂብና እዩ እሱ ከዓ ኣእምሮና እዩ ኣብ ኣእምሮና ሽዱሽተ ናይ ኣብ- ኣ- ሽዱሽተ መሳርሒ ኣለውና ሲክስ ሜንታል ፋካልቲ ይበሃል ብእንግሊሽ እዞም ሽዱሽተ መሳርሒ ብትክክል እንድሕር ፈሊጥናዮም ህይወትና ክልወጥ ናይ ግድን እዩ እዞም ሽዱሽተ መሳርሒ ሓደ ኢማጂኔሽን እዩ ካልኣይ ሜሞሪ እዩ ኢንቱዊሽን ፐርሰፕሽን ሪዝን ኤንድ ዊል ይበሃሉ እዞም ሽዱሽተ መሳርሒ እንታይ ምዃኖም ኣብ ቀፃሊ ሓደ ብሓደ ዘርዚርና ክንርእየምና ሓደ ክትርድእዎ ዝደልዮ ግን ሎም መዓንቲ እቲ ኩሉ ንጥቀመሉ ዝነበር ዝኩሉ ግዜ ንጥቀመሉ ዝነበርና ሓሙሽተ ናይ ስምዒት ህዋሳትና ብኦም ኣይኮና ክንነብር ተፈጢርና እዞም ሓሙሽተ ናይ ስምዒት ህዋሳትና ነገራት ርኢና ክንርድኦም ክንምርምሮም ክንፈልጦም ልክዕ ከም ሪሰርች ክንጥቀመሎም ደኣሎም ተዋሂቦምና እምበር እሶም ጥራይ ተጠቂምና ክንነብር ኣይኮነን ተዋሂብና እም ዳስ ዋይ ኢና ንሕና ሰባት ንበሃል ካብ እንስሳ ዝፈልየና ካብ ኩሉ ፍጡር ኣብዚ ምድሪ ዘሎ ፍሉያት ዝገብረና ከዓ ኣእምሮና እዩ ኣእምሮና ብትኽክል ከመይ ገይሩ ከም ዝሰርሕ ብትኽክል ከመይ ገይርና ከም ንጥቀመሉ እንድሕር ተረዲእና ከዓ ህይወትና ጥራይ ዘይኮነ ሃገርናን ዓለምን ክንቅየር ንኽእል ኢና ይኹም ሰባት ደቂ ሰባት ህይወትካ ምቕያር ማለት ቀሊል ነገር ይኸውን ዝግብኦ እቲ እቲ ኖርማል ዝኾነ እቲ ሜጀር ዝኾነ ወይ ከዓ እቲ መሰረታዊ ዝኾነ ነገር ከጨንቐና ከማን ኣይግባእን እዩ እንተኾነ ግን ዝበዝሐ ሰብ እዚ ሚስጥር እዚ ስለ ዘይተረደ ኣብ ዕንክሊል ይነብር ኣብ ክንዲ ኣእምርኡ መርሚሩ እቶም ትኽክል መሳርሒ ሂወትና ክልውጥ ዝኽእል ናይ ኣእምሮ መሳርሒ ኣብ ክንዲ ዝጥቀም እቶም ሓሙሽተ ናይ ስምዒት ህዋሳትና ምርኣይ፣ ምስማዕ፣ ምሽታት፣ ቴስት ምግባር ከምኡ ምድህሳስ ንብሎም እዚኦም ተጠቂሙ እዩ ክነብር ጀሚሩ ዘሎ። እዚ ከዓ ካብ ደገ ንውሽጢ ደኣ እምበር ካብ ውሽጢ ንደገ ክንነብር ኣይገብረናን። ሪኹም ሓጎስ ሓደ ካብቲ ኣብ ህይወትና ኣገዳሲ ዝኾነ ነገር እዩ። ሓጎስ ብዙሓት ሰባት ካብ ደገ ዝመፅ እዩ ዝመስሎም። ዳስዋይ ከዓ ሕጉስ ህይወት ኣይነብሩን። ሓጎስ ካብ ውሽጢ እዩ ዝመፅእ ውሽጥኻ ምስ ትፈልጥ ውሽጥኻ ምስ ትምርምር ብትኽክል ውሽጥኻ መን ምዃንካ ምስ ትፈልጥ እዩ ሓጎስ ካባኻ ካብኡ ክመፅእ ዝጅምር ዳስዋይ ከዓ ሰባት ሕጉስ ህይወት ዘይነብሩ ገለ ነገር ምስ መፀ ሕጎሱ እሱ ምስ ጠፍአ ከዓ ይሓዝኑ ኣብ ነገራት ሞርኪሶሞ ፀንሑ ተሓጎሶም ገለ ነገር እቲ ኣሞርኪሶምሉ ዝፀንሑ ነገር ምስ ጠፍአ ከዓ ይሓዝኑ ኣፔንዳውን ኣፔንዳውን እንዳኾነ ከይኸድ እንተኾነ ግን እቲ ትኽክል ናይ ውሽጥና ክእለት ወይ ከዓ ናይ ውሽጥና ፍልጠት ዝተረደአ ሰብ ግን እቲ ዓቕሚ ናይ ውሽጥና ብትኽክል ዝተረደአ ሰብ ግን ከምዚ ፍላክቹዌት ኣይገብር ነገራት ይምፅ ይኽኢሉ ስሙ ዝኾነ ሓጎስ እዩ ዘለዎ ስለዚ ናይ ሎም መዓልቲ ኣርስተ ሒዘልኩም መፅ ዘለኹ እዚኦም ሽዱሽተ ናይ ኣእምሮ መሳርሕና እንታይ ምዃኖም ክንፈልጦም ክንምርምሮም ብትኽክል ከዓ ክንርድኦም ዘኽእልና ትምህርቲ ሒዘልኩም መፅ ዘለኹም እዚኦም ብትኽክል ምስ ተረዳእና ከዓ ካብ ደገ ንውሽጢ ዘይኮነ ካብ ውሽጢ ንደገ ክንነብር ንጅምር እዞም ሓሙሽተ ናይ ስምዒት ህዋሳትና ህዋሳትና ኣብ- ኣብ- ኣብ- ኣብ- ኣብ ኤሌመንታሪ ጀሚርና ዝተምሃርናዮም ከዓ ከም መገልገሊ ነገራት ሪሰርች ከም መግበሪ ከም መፈተሺ ንጥቀመሎም እምበር ሙሉእ ብሙሉእ ብኦም ክንነብር ኣይኮናን ተፈጢርና ኦፍኮርስ እዚ ኣብ ቤት ትምህርቲ ኣይተምሃርናዮ ዳስዋይ ኢና ከዓ ኣብ ዕንክሊል ንነብር ብዙሓት ሰባት እፈልጥ እየ ኣነ ክልተ ዲግሪ ሰለስተ ዲግሪ ክሳብ ማስትሬት ሃልዎም ሂወቶም ከማን ክስዕሩ ዘይከኣሉ ናብርኦም ንስድርኦም ከማን ፅቡቅ ገይሮም ከንብሩ ዘይከኣሉ ብዙሓት እፈልጥ እቲ ሚስጢር እዚ እዩ እቲ ትኽክል ናይ ኣእምሮ መሳርሒና ብትኽክል ክርድኡ ብዘይምኽኣሎም ኣብ ሓደ ሰርክል ነቡ ኣብ ሓደ ተደጋጋሚ ዝኾነ ሰርክል ነቡ ሂወቶም ከዓ ለውጢ ዘይብሉን ኣሰልቻዊ ንኸውን እቶም ብትኽክል ነዚ ናይ ኣእምሮና ሚስጥር ብቕዓት ዓቕሚ ሓይሊ ዝተረድኡ እሶም እዮም እቶም ኣብዚ ላዕሊ ደረጃ በፂሖም ዘሎ ዓለምን ብዙሕ ነገራትን ከዓ ቀይሮም ዘሎ ካል ወላ ሓደ ዝፈልየና ነገር የለ ኣብ መንጎ እቶም ኣብዚ ዓለም እዚ ተኣምር ፈጢሮም ዝሓልፉ ዘለውን ኣብ መንጎ እቶም ሂወቶም እኳ ምምራሕ ስኢኖም ዘለዉ ሰባት ፍልልይ ዘሎ ኣእምሮና እዩ ንኹልና ብማዕረ ተዋሂብና ግን ከመይ ጌርና ንግልገለሉ ከመይ ጌርና ንጥቀመሉ እንድሕር ደይፈሊጥና ዋጋ ይብሉ ሓደ መሳርሒ ክህልወካ ሓደ ነገር እዩ ከመይ ጌርካ ትጥቀመሉ ከመይ ጌርካ ትግልገለሉ ክትፈልጥ ከዓ ካልኣይ ነገር እዞም ሽዱሽተ ናይ ኣእምሮ መሳርሕና ሓደ ኢማጂኔሽን እዩ እቲ ካልኣይ ሜሞሪ ሳልሳይ ኢንቱዊሽን ፐርሰፕሽን ሪዝን ን ዊል ይበሃሉ እዚኦም ሓደ ብሓደ እንታይ ምዃኖም ክንሪኦም ኢና መብዛሕትና ገለ ገለ ብፍላይ ኢማጂኔሽን ሜሞሪ ክበሃል ሰሚዕና ክንከውን ንኽእል ኢና ብትኽክል ከመይ ጌርና ከም እንጥቀመሎም ድሕር ደይፈሊጥና ግን ስም ጥራይ ኮይኖም እዮም ዝተርፉ እምበኣር ከስ ኣብ ቀፃሊ ቪድዮና ሓደ ብሓደ እዞም ቪድዮታት እዚኦም እንታይ እዞም ናይ ኣእምሮ መሳርሒ እንታይ ምዃኖም ሓደ ብሓደ ክንርኢና ኣብ ቀፃሊ ብኢማጂኔሽን ክንጅምር ኢና ኢማጂኔሽን ከመይ እዩ እንታይ ይጠቅም ከመይ ጌርና ከንግልገለሉ ከመይ ጌርና ናብ ረብሓና ነውዕሎ ከዓ ተሊእና እዞም ሽዱሽተ መሳርሒ ብትኽክል እንድሕር ተረዲእናዮም ብትኽክል እንድሕር ፈሊጥናዮም ርግፀኛ ህይወትና ቶታሊ ከም ዝቕየር ብፍላይ ከዓ እንድሕር ክንጥቀመሎም ጀሚርና ሓደ ነገር ምፍላጥ ሓደ ነገር እቲ ዝፈለጥካዮ ነገር ተግባራዊ ምግባር ከዓ ካልኣይ ነገር እዩ ብፍልጠት ጥራይ ዝቕየር ነገር የለን ኣብ ፍልጠት ጥራይ ህይወት ኣይቅየርን ፍልጠት ጥራይ ውፅኢት ኣየምፅን እዩ ኢንፎርሜሽን ፍልጠት ሓረፍት ኢንፎርሜሽን ለውጢ ዝመፅእ እቲ ኢንፎርሜሽን ተግባራዊ ምስ ትገብሮ እዩ ናብ ረብሓኻ ምስ ተቐምጦ ምስ- ምስ ተ- ምስ ትቕይሮ እዩ ስለዚ እዞም ናይ ህይወት ሚስጥራት ናይ ኣእምሮና ሸዱሽተ መሳርሕታት ዝበልናዮም ሓደ ብሓደ